ሰላም ከመይ ኣለኹም ኣብ ኩሉ ኩርናዓት ዓለም ዘለኹም ምሳኹም ዘለኹ በርሀ ተስፋየ ንሎማዓንቲ ሓንቲ ንብረት ከላልየኩምየ ናብኣ ከብለኩምየ ሰናይ ምክትታል እዛ ትርእይዋ ዘለኹም ንብረት ድምፂ መጉልሒያ ከምዚ ዓይነት እኳ ቪድዮታት ሰሪሓ ኣይፈልጥንየ ካብ ሕጂ እነው ግን ከምዚ ዓይነታት እየ ከቕርበልኩም ክፍትን ምኽንያቱ ብፍላይ እቶም ኣብ ማሕበራዊ ሜድያ መጀመርታና ንነጥፍ ሰባት ከምዚ ዓይነት ሓበሬታታት ኣዝዩ ኣገዳሲ እዩ ኢለ ስለ ዝሓስብ ንዓይ እውን ቅድሚ ሕጂሲ ብቋንቋ እንግሊሽ እንተዘይኮይኑ እምበር ካብ ናህና ከምዚ ዓይነት ዘቕርቡ ገለ ብዙሕ ሰብ ሪኣ ኣይፈልጥን እየ ብሓፈሻ ብዛዕባ ዩቱብ ከመይ ጌርካ ከምዚ ከምዚ ገለ ይብሉ እዮም እንተኾነ ግን ከምዚ ናይ ድምፅታት መጉልሒ ወይ ከምዚ ዓይነት ገለ ብዙሕ ሪኣ ኣይፈልጥን እየ ካብ ሕጂ እነሆ ግን ከምዚ ዓይነት ክነቅርብ ክንፍትን ኢና እንድሕር ድኣ ንስኩም ነቲ ቪድዮታት ፈቲኩሞ። ሕራይ እዛ ትሪእዋ ዘለኩም ንብረት ኣዝያ ንእሽተይ እያ ክትርኣ እንተኮነ ግን እቲ ትገብሮ ተግባር ኣሜን ማለት እቲ ድምጺ ክትመልእ ከለካ ገለ ዓይነት ጌራ እያ ትመልኦ ካልኣይ ከኣ እንታይ ጽቡቅ ነገር ኣለዋ እቲ ኣብ ከባቢካ ዘሎ ድምጺ ዝርብሽ ድምጺ ኣይተእትዎን እያ ማለት እዩ ካንስሌሽን ትገብሮ ማለት እዩ ኖይዝ ካንስሌሽን ነቲ ድምጽሲ ክተጥፍኦ ትክእል ኢያ ምሽ ኣሎ ህጂ ሹሽ እንዳበለ ገለ ይርብሸካ ገለ ገለ ኣሎ ንዑኡ ኣብዚ ኣይተምጽኦን ኢያ ሕራይ እዛ ንብረት እዚኣ ኣበየ ገዚኣ ኣብ ኣማዘን እየ ገዚኣ ዋጋኣ ክሳብ ሰማንያ ክትረኽብዋ ትኽእሉ ኢኹም ክትገዝኡ ከለኹም እንታይ ክብለኩም ደሊ እንድሕር ደኣ ሞባይልኩም ኣይፎን ኮይና ናይ ኣይፎን ከም ዘለዋ ኣረጋጊጽኩም ክትገዝኡ ኣለኩም እዛ ኣነ ገዚኣ ዘለኹ ግን ናይ ሳምሱንግ እያ ማለት እዩ ሕራይ ሕጂ ናብቲ ክሳይ ከብለኩም ማለት ናብቲ ቪድዮታት ክርእየኩም እዚኣ ትሪእዋ ዘለኹም ረይዋ ክትንእሽ መዓት እያ እንተኾነ ግን ኣዝያ ኣዝያ ብልጽቲ ኮይና ረኺበያ ኣለኹ ከምዚ ዓይነት መደባት ብዙሕ ከምዚ ገይሩ ርቢ ዝህብ ኣይረኣኹን ኣነ ነዚኣ ክገዝኣ ዝወሰንኩሉ ነገር እንታይ እዩ ኣብቲ ርእቶ ክጽሕፉ ከለዉ እንታይ ይብሉ ነይሮም ብዙሓት ሰባት ኣብቲ ርእቶ ክህቡ ከለዉ ሪሊ ጉድ ኳሊቲ ኤን ኖይዚ ካንስሌሽን ገለ ብሉ ነይሮም ሪሊ ሃይ ኳሊቲ ሳውን ኤን ኖይዚ ካንስሌሽን እዚ ማለት ከምዚ ኣዝያ ብልፅቲ ኣቕሓያ ነቲ ድምፂ ኣከባቢኻ ዘለኻ ተጥፍያ ገለ ይብሉ ኣለዉ ከይድኩም ክትሪእዎ ትኽእሉ ኢኹም ኣብ ዝተፈላለየ ማሕበራዊ ሚድያ ስለ ዘሎ ፀገም ኣይኮነን ኣብዚ ግን ከምጽኦ ኣይክእልንየ ምክንያቱ ኣይፍቀድን ኢዩ ናይ ሰባት ስም ዘለዎ ኣብዚ ምጺካ ከምኡ ትገብር the best quality and price ይብል ኣሎ እዚ ከኣ ኣዝያ ብልጽቲ ኣቕሓ እያ ከምኡ ውን ዋጋ ውን ተመጣጣኒ ይብል ኣሎ ሕጂ ከምኡ ክብል ከለኹ ኩሉ ግዜ ንብረት ክንገዝእ ከለና እንታይ ኢና ክንገብር ዘለና እቲ ርእቶ ከነንብቦ ኣለና ርእቶ ጥራሕ ስለ ዘንብብና ጥረ ዘይኮንኻ ባዕልና እውን ክንውስን ክንክእል ኣለና እቲ ቀንዲ ነገር ግን ዝሕግዘካ ኢለ ዝሓስብ ኣነ ብውልቀይ ናይቲ ርእይቶ ምስ ተንብብ እዩ ምክንያቱ ገለገለ ሰባት እቲ ዝጎደለ ገለ ነገራት ክዛረቡ ስለ ዝኽእሉ እንድሕር ደኣ መብዛሕትኦም ጽብቕቲ እያ ጠቒማትኒ እያ ሓጊዛትኒ እያ እንድሕር ዝብሉ ሃልዮም ከዓ ያ ክትሕግዘካ ከም እትኽእል ኣይትጠራጠርን ኢኻ ማለት እዩ ስለዚ ዝኾነ ነገር ኣብ ትገዝእሉ ወይ ንገዝኣሉ ነገራት ብፍላይ ቋንቋ ኢንግሊሽ እንድሕር ደኣ ንኽእል ኮይና በቲ ዘለኹም ዓዲ እውን በብናቱ ይህልዎ ይኸውን ኢለ ይሓስብ ኣንቢብኩም ገለ ክትውስኑ ትኽእሉ ኢኹም እየ ትርእይዋ ኣለኹም ክትንእሽ መዓት እያ ከምዚኣ ኢላ ትመፅእ እየ ድሓር እዚአን ትርእይወን ኣለኹም ክልተ በዚ ኣለዋ እዛ ኣብዚ ማእከለይቲ ዘላ ከዓ ናብ ሞባይልና ተኣትያ ወላ እቲ ማለትሲ ከምዚ ኣሸጋሪ ኣይኮነን ከኣ ዝኾነ ነገር ንክትገብረሉ ካልእ ኣሎ ሕጂ ከምዚ ብዙሕ ኮለል ኢልካ ኢኻ ክሳይ ትገብሮ እዚ ግን ወላ ሓንቲ በቃ ከምዚ ግዜ ዝበሃል ኣይወስደልካን ልክዕ ከምዚ ቻርጀር ንሞባይልና ንበላ ኣብኣ ከለኻ እታ ክሳይ ትእትዋ ኣብኣ ከለኻ ትጅምር ቢዶኻ ትቀድሕ በቃ ኣብኣ ከለኻ ሽዑ ቢዶኻ ትዝርግሕ ከምዚ ክሳይ ማለት እዩ ኣሸጋርስ ኣይኮነን እዚ ኸኣ ትሪእዎ ኣለኹም ኣብዚ ዘሎ ኸኣ ብዙሕ ንብረታት ኣሎ ማለት እዩ። ከምዚ ናይ መምልእ ኣሎ ከምኡ ውን ናይ መትሓዚ መቐርቀሪ ኣብዚ ናይ ኣፍ ልብኻ ገለ መትሓዚ ብዙሕ ነገራት እዩ ዘሎ ክትሪእዎ ኢኹም። Ja. እዚ ንህለኩም ንኣብነት ትሪእዎ ዘለኹም ኣነ ቅድሚ ሕጂ ካልእ እየ ዝጥቀም ነይረ እዚኣ ግን ኣዝየ ፈትያ ንእሽተያ ናብ ዝኾነ ኸ ሒዝካያ ክትከይድ ትኽእል ኢኻ ወላ እንዳኸድካ ክትመልኣላ ትኽእል ኢኻ እቲ ዓብ ግን እንታይ እዩ ኣብ ቤትካ ኣብ ገዛኻ ጥራይ ኢኻ ክትጥቀመሉ ትኽእል እምበር ኣብ ጎደናታት ሕሒስካዮ ክትከይድ ገለ ቁሩብ ክብድ ይብል ኮይኑ ይስምዓኒ፣ ወላ ውን እዚኣ ዝረኣኽዋ ክገዝኣ ከለኹ ብዙሓት ሰባት ኣብ ማሕበራዊ ሚድያ ዝነጥፉ ብዙሓት ተኻታተልቲ ዘለዎም ክጥቀሙላ ገለ ሪኤ ኣለኹ እዚኣ ኣገዳሲት እያ ማለት ክገዝኣ ኣለኒ ኢለ ኣነ ከኣ ወሲነ ገዚኤያ ማለት እየ። ናተይ ሪኢቶ እንታይ ክብል እኽእል እዛ ንብረት እዚኣ ተዋፂኣ ኢለ ይሓስብ ናይዚ ክኢላ ዓውዲ ኣይኮንኩን ብሓፈሻ ግን ካብቲ ቅድሚ ሕጂ ዝጥቀመሉ ዝነበርኩ ነገራት ከመይ ይሓይሽ ከመይ ይፅብቕ ገለ እንዳበልኩ ከቕርብ ክፍትን እየ ክንላመድ ኢና ልክዕ ከምቲ ቋንቋ ትግርኛ ኢንግሊሽ ተላሚድና ዝቐፀልናዮ እዚ ናይ ማሕበራዊ ሚድያታት ከዓ ከምዚ ጌርና ክንለምዶ ኣለና ኢለ ክተሓሓዞ ሓሲበ ኣለኹ። እዚ ክገብር ተኾይነ ግን እንታይ ክትገብሩ ኣለኩም ሸር ክትገብሩ ኣለኩም ርእይቶ ክትህቡ ኣለኩም ሳብስክራይብ ከዓ ክትርስዑ የብልኩምን ማለት እዩ ገለ ካብቲ ዝፈተንኩ እንተሃልዩ ኣብ ዩቱብ ቅድሚ ምግዛእይ ዝሪኦ ዝነበርኩ ወላ ማዕዶ ኮንካ ክትመልእ ትኽእል ኢኻ ይብሉ ነይሮም ሕጂ ሞባይለይ ካባይ ርሒቕ ኣላ ርሕቕ ኢለ ኣለኹ ካባ ይመልእ ኣለኹ እቲ ድምፂ እውን ፅቡቕ ይስማዕ ኣሎ ንስኹም እውን ክትብሎ ትኽእሉ ኢኹም ክተረጋግፁ ትኽእሉ ኢኹም ካልኣይ ከኣ እንታይ ጽቡቕ ነገር ከኣ ከምቲ ዝበልኩኹም ድምጺ ከኣ ሹሽ ኣይብልን'ዩ ዘሎ ንጹር ይስማዕ ኣሎ ኢለ ይሓስብ ንዓይ ውን ከምኡ ይስማዓኒ ዘሎ። ሕጂ ዘርእየኩም ከመይ ጌርና ምስ ሞባይልና ኣተሓሒዝና ቢዶ ምቕዳሕ ንጅምር እየ ከርእየኩም። ሕራይ መጀመርታ ነዛ ትርእይዋ ዘለኹም ናብ ሞባይልና ነእትዋ ናብኣ ምስ እተናያ እዛ ትርእይዋ ዘለኹም ብጫ ዘላ ኣብዚኣ ዘላ ንሳ ንጥውቓ ንሳ ምስ ጠወቕናያ መብራህቲ ክትውሊዓ መብራህቲ ምስ ወለዐት ነታ ሓንቲ ከኣ ሒዝናያ ዘልና ነታ ንዛረበላ ዘልና ከኣ እንታይ ንገብር ንዓኣ ከኣ በዚኣ ትርእይዋ ዘለኹም ብጫ ንዓኣ ከኣ ብኣ ንጥውቃ ሽዑ ከምዚ ዝኾነ ምልክት ክትውሊዓ ሽዑ እንድሕር ደኣ ወሊዕ ሃልያ ምስ ሞባይልና ተራኺበን ኣለዋ ማለት እዩ እቲ ቢዶ ንቆልሑ ሽዑ ድምጺ ጽቡቕ ድምጺ ክኸውን ይኽእል እዩ ተራኺበን ስለ ዘለዋ ከምዚ ጌርኩም ክተራኽቡ ትኽእሉ ኢኹም ክቀልል መዓት እዩ ነዛ መጉልሒ ድምጺ እዚኣ ተጠቂምኩምላ ትፈልጡ ቅድሚ ሕጂ ሓሳብኩም ርኢቶኹም ክትህቡ ትኽእሉ ኢኹም ኣዝዩ ኣገዳሲ እዩ ሓሳባት ርኢቶ ምሃብ። ብፍላይ ድማ ብዛዕባ እዚ ነገር እዚ ዕሙቕ ዝበለ ኣፍልጦ እንተልዩኩም ክተካፍሉና ትኽእሉ ኢኹም ብዘይ ዝኾነ ነገር። ኣብ ማሕበራዊ ሚድያ ካብቲ ሓደ ደስ ዝብለኒ ነገር እንተሃልዩ ርእይቶ ምንባብ እዩ። ኣነ ንባዕለይ ወላ ኣብ ማሕበራዊ ሚድያ ይነጥፍ እንድየ ኮይኑ ግና ኣብ ዝተፈላለየ ማለት እዩ ኣብ ሓሳባት ይኹን ኣብ ንብረት ምግዛእ ይኹን ኣብ ዝተፈላለየ ርእይቶ ከንብብ ማራ ዩ ደስ ዝብለኒ ብዙሕ ነገራት ከኣ ይመሃረሉ እዚ ክብል ከለኩ ግን መጀመርታ ከኣ ናተይ ሪኢቶ ከኣ የቀምጥ እየ ሽዑ ናቶም ከኣ ይርኢ ብዙሕ ነገራት ከኣ ትመሃር ትስሕቅ ትፋላሰፍ እቲ ንብረት እንድሕር ኮይኑ ከኣ ዘገድሰካ እንተኮይኑ ዋእ እዚኣስ ክትጠቅመኒ ትክእል እያ ኢልካ በቲ ናይ ካልኦት ሰባት ሪኢቶ ተተባቢዕካ ውን ክትገዝእ ትክእል ኢካ። መሰረታዊ ቋንቋ ትግርኛ English እንተድኣ ደሊኹም ከኣ ኣብዚ ኣነ የቅርብየ ከይድኩም ክትርእይዎ ትኽእሉ ኢኹም መብዛሕትኡ ኣብዚ ኣቅሪበዮ ዘለኹ ቋንቋ ትግርኛ English እዩ ስለዚ ኣነ ኩሉኹም ክትገዝኡ ገለ ኢለ ኣይኮንኩን መጽየ ዘለኹ ኣድበርታይዝ ወይ የዋዓዋዓሎም ውን ኣይኮንኩን ዘለኹ እንታይ ድኣ ኣዝያ ብልጽቲ ኮይና ስለ ዝረኸብኩዋ ብፍላይ ኣብ ማሕበራዊ ሚድያ ከትነጥፉ ትደልዩ ሰባት ብቐሊል ኣገባብ ክትጥቀሙላ ከም ትኽእሉን ክንጥቀመላ ከም ንኽእልን ንምርኣየ መጽየ ዘለኹ ኣብ ቀጻሊ ከኣ ብኻልእ መደብ ክሳብ ንራኸብ ሰላም